ሰላም ንዓኻትኩም ይኹን ንኹልኻትኩም ተኸታተልቲ እዚ መደብ እዚ እዚ ብኤልሻዳይ ኣፖስትሊክ ሚሽን ዝተሓላለፍ ናይ ያው ቃል መደብ እዩ ሎሚ ድማ ነቲ ኣብ መልእኽቲ ሮሜ ሻምናይ ምዕራፍ ቁፅሪ 11 ዘሎ ክፍሊ ፅሑፍ ብምንባብ ኣባይ ዘሎ ይዓቢ ብዝብል ኣርእስቲ ናይ ሎም መልእኽትና ክንርኢ ኢና ከም ዝብል ናይ እግዚኣብሄር ቃል ኢና ኣብኡ ነንብብ ሮሜ ሻምናይ ምዕራፍ ቁፅሪ 11 ናይ እቲ ንየሱስ ካብ ምዉታት ዘተንስኦ መንፈስ ኣባኻትኩም ሓዲሩ እንተ ኣልዩ ግና፣ እቲ ንክርስቶስ የሱስ ካብ ምዉታት ዘተንስኦ ንሱ፣ ንቲ መዋቲ ስጋኹም በቲ ኣባኻትኩም ሓዲሩ ዘሎ መንፈሱ ገይሩ ህያው ክገብሮ እዩ። ኣብ ዘንበብናይ ክፍሊ ጽሑፍ ሃዋርያ ጳውሎስ ንሰብ ሮሜ ኣብ ጸሓፈሎም መልእኽቲ ብፍላይ ኣብ ሻምናይ ምዕራፍ ድማ ብዛዕባ እቲ ንየሱስ ክርስቶስ ካብ ሙታን ዘተስኦ መንፈስ መንፈስ ቅዱስ ናይ ትንሳኤ መንፈስ እዩ ዝዛረብ ኣምላኽ ንየሱስ ክርስቶስ ማእሰር ሞት ኣጽኒዑ ክሕዞ ስለ ዘይከኣለስ ማእሰር ሞት ፈትሑ ከም ዘተስኦ ሃዋርያት መስኪሮም ኣለዉ ጴጥሮስ ኣብ ቅድሚ እቲ እኩብ ህዝቢ ኮይኑ ድሕሪ ምውራድ መንፈስ ቅዱስ ኣብ ግብሪ ሃዋርያት ካልኣይ ምዕራፍ ዝኣወጆ ነገር እንተሎ ንሱ እዩ ኣምላኽ ንየሱስ ክርስቶስ ማእሰር ሞት ፈትሑ ኣተሲእዎ እዩ ከም ዘተንስኦ ድማ ብዘላ ቤት እስራኤል ትፍለጥ ንዑ ኣተሲኡ ጎይታ ገይርዎ እዩ ርእሲ ገይርዎ ኢሉ ክእውጅ ከሎ ኢና ንርኢ፣ ከመይ ገይሩ ከም ዘተስኦ ድማ ሃዋርያ ጳውሎስ ኣብዚ ክፍሊ ጽሑፍ ይነግረና ኣሎ። ስለዚ ክርስቶስ የሱስ ከምቶም ጽሑፋት ዝብልዎ ምእንቲ ሓጢኣትና ሞተ ይብል፣ ከምቶም ጽሑፋት ዝብልዎ ድማ ተቐብረ፣ ከምቶም ጽሑፋት ዝብልዎ ድማ ብሳልሰይቲ መዓልቲ ካብ ሙታት ተሲኡ ይብል። ኣብ የማን ክብሪ ኣምላኽ ድማ ተቐሚጡ ኣሎ። ከመይ ጌሩ እዩ ኣተሲእዎ ንዝብል ግና ሃዋርያ ጳውሎስ ኣብ ዘንበብናዮ ክፍሊ ጽሑፍ ናይ እቲ ንየሱስ ካብ ምዉታት ዘተንስኦ መንፈስ ይብል። ብመንፈስ ቅዱስ ሓይሊ ከም ዘተስኦ እዩ ዝዛረብ። ብመንፈስ ቅዱስ ሓይሊ ከም ዘተሰኡ ይዛረብ ስለዚ እዚ ናይ ትንሳኤ ሓይል ንየሱስ ክርስቶስ ካብ ሙታን ዘተስኦ መንፈስ መንፈስ ቅዱስ ምዃኑ እዩ ዝዛረብ እቲ ዝዓበየ ሓይሊ እግዚኣብሔር ዝገለጸሉ ሰፈር ወይ ቦታ ወይ ጊዜ ኣብዚ ቦታ እዚ እዩ እግዚኣብሄር ኣቦ ዓለማት ክፈጥር ከሎ ኣይኮነን እቲ ዝዓበየ ሓይሉ ገሊፅዎ እቲ ዝዓበየ ሓይሉ ዝተገልፀሉ ቦታ ንየሱስ ክርስቶስ ካብ ሙታን ኣብ ዘተሰኣሉ ሰዓት እዩ እዚ ድማ ብመንፈስ ቅዱስ ሓይሊ ከም ዝገበሮ እዩ ዝነግረና ዘሎ እቲ ንየሱስ ክርስቶስ ካብ ሙታን ዘተስኦ መንፈስ ስለዚ ሞት ኣፅኒዑ ክሕዞ ኣይከኣልን እቲ ንብዙሓት ሰባት ኣፅኒዑ ዝሓዞም ሞት ንኸይትስኡ ኣሲሩ ዓፅዩ ዝሓዞም ሞት ናይ ሞት ጉልበት ናይ ሞት ሓይሊ ዝተሰብረሉ ብመንፈስ ቅዱስ ሓይሊ ብናይ ትንሳኤ መንፈስ ምዃኑ እዩ ሃዋርያ ጳውሎስ ዝዛረብ ዘሎ ግን እዚ መንፈስ እዚ ድማ ኣብቶም ብየሱስ ክርስቶስ ኣሚኖም ዳግም ዝተወልዱ ኣመንቲ ሕጂ ኣብ ህይወቶም ከም ዘሎ እዩ ዝዛረብ ዘሎ ኣየናይ እቲ ዝዓበየ ናይ ትንሳኤ መንፈስ እግዚኣብሔር ኣቦን የሱስ ክርስቶስ ካብ ሙታን ዘተስኣሉ መንፈስ እዚ መንፈስ እዚ ኣባና ከም ዘሎ እዩ ዝዛረብ ዘሎ ከምዚ ኢሉ ኣሎ ኣባኻትኩም ሓቢሩ እንተኣልዩ ግና እቲ ንክርስቶስ የሱስ ካብ ምውታን ዘተንስኦ ንሱ ነቲ መዋቲ ስጋኹም በቲ ኣባኻትኩም ሓዲሩ ዘሎ መንፈሱ ዝብል ኣሎ በቲ ኣባኻትኩም ሓዲሩ ዘሎ መንፈሱ ገይሩ ህያው ክገብሮ እዩ ስለዚ ኣባና ሓዲሩ ዘሎ መንፈስ ቅድም ቀዳድም ክንርድኦ ይግባእ ኣባይ ዘሎ ይዓቢ ኢልና ንርኢ ዘለና ንዚ በርኪ ክሕይሉኻ ዝደልዩ ክገዝኡኻ ዝደልዩ ክኣስሩኻ ዝደልዩ ክፀውጡኻ ዝደልዩ ከጨንቑኻ ዝደልዩ ከፍርሑኻ ዝደልዩ መሊኦም እዮም ኣብዚ ዓለም እዚ ኣባኻ ዘሎ ብትኽክል መገዲ ከም ቃል ኣምላኽ መሰረት እንድሕር ዘይተረዲእኻዮ ሓያላት ኢና ዝብሉ ብዙሓት እዮም ጉልበት ኣለና ስልጣን ኣለና ዝብሉ ብዙሓት እዮም ዘፈራርሑን ዘጨንቑን ብዙሓት እዮም ቅድም ቀዳድም እምበኣር ኣባና ዘሎ መን ምዃኑ ክንርዳእ ይግብኣና እዩ ኣባይ ዘሎ ይዓቢ ንምንታይ ኣባይ ዘሎ እቲ ንክርስቶስ የሱስ ካብ ሙታን ዘተስኦ ናይ ትንሳኤ መንፈስ እዩ እቲ ኣባኻትኩም ሓዲሩ ዘሎ እኮ ዝብል ዘሎ በቲ ኣባኻትኩም ሓርዩ ዘሎ መንፈሱ ገይሩ ዝብል ቃል ኣሎ ህያው ክገብሮ እዩ ነ ንዚ መዋቲ ስጋኹም ኣብዚ ደጋዊ ሰውነትና ተፅዕኖ ዝገብሩ ክፀጡና ዝመፁ ክሕሙና ዝመፁ ከጨንቑና ዝመፁ ከሳላጡ ኢና ኢሎም ዝመፁ ሓይልታት ካብ ዲያብሎስ ዝመፀ ድዩ ካብ ዓለም ዝመፀ ድዩ ካብ ምድሪ ዝመፀ ድዩ ካብ ስጋ ዝመፀ ድዩ ካብ ኩነታት ዝመፀ ድዩ ካብ ዝኾነ ይኹን ነገር ይምፃእ ብዘየገድስ ኣባና ዘሎ ዝዓበየ ምዃኑ ክንርዳእ ኣለና ነቲ መዋቲ ስጋና እኳ ህያው ከም ዝገብሮ ማለት ህይወት ከም ዝቦ ህይወት ከም ዝቦ ክፍውሰና ዝኽእል ሓይሊ ከበርትዓና ዝኽእል ሓይሊ ህይወት መመሊሱ ክበና ዝኽእል ሓይሊ ናይ መንፈስ ቅዱስ ሓይሊ ኣባና ከም ዘሎ ክንርዳእ ይግብኣና እዩ ስለዚ ኣዋጅና እንታይ ክኸውን ዘለዎ እንድሕር ኢልና ኣባይ ዘሎ ይዓቢ ኢልኩም ዓውጁ። ግን ብምርዳእ ቅድም ቀዳድም ቃሉ ብትኽክል መገዲ ክንርድኦ ኣለና። ንቃሉ ድማ ክንኣምኖ ኣለና። ንቃሉ ከነስተንትኖ ኣለና። ምሳና ምስ መንፈስና ምስ ውሽጥና ቃሉ ክሓብር ኣለዎ፣ ክወሃሃድ ኣለዎ፣ ብእምነት ክሓብር ክኽእል ኣለዎ። ሽዑ ነቲ ቃል ሓቂ ነቲ ናይ ህይወት ቃል ክንእውጆ ከለና ድማ ይሰርሕ ይዓይ ድማ ኣባይ ዘሎ ይዓቢ ክትብል ከለኻ እቶም ዓበይቲ ኢና ዝብሉ እቶም ሓያላት ኢና ዝብሉ እቶም ከፈራርሑኻ ዝፀንሑ ኩሎም ይወድቁ ማለት እዩ ንምንታይ ነቲ ናይቲ ቃል ሓይሊ ክቃወሞ ዝኽእል ጉልበት ናይ ፀልማት ጉልበት ናይ ዲያብሎስ ጉልበት ናይ ምድሪ ስለ ዘየለ ኣባኺ ዘሎ እዩ ዓብዪ ኣባኻ ዘሎ ይዓቢ ብዙሕ ግዜ ኩነታትና ይዓቢ ኮይኑ ዝረኣየን ዘጋጥሙና ዘለዉ ሽግራት ንሓልፎም ዘለና ፈተናታት ሰይጣን ዘስምዓና ዘሎ ዜናታት ከምዚ ክትኮን ኢኺ ከምዚ ክትከውን ኢኻ እዚ ክወርሰካ እዩ እዚ ክረኽበካ እዩ እናበለ ወግሐ ፀብሐ ኣብቲ መገድታትና ዝርብሸና ድምፅታት ኣሎ ካብዚ ኩሉ ድምፅታት ንላዕሊ ግን ነቲ ናይ ውሽጥና ድምፂ ክንሰምዖ ይግባኣና እዩ ምክንያቱ መንፈስ ቅዱስ ኣብ ውሽጥና ስለ ዘሎ እቲ ኣባና ዘሎ እዩ ዝዓቢ ደጋጊሙ መጽሓፍ ቅዱስ ንቶም ናይ ሓድሽ ኪዳን ኣመንቲ ኣብ ውሽጦም ዘሎ ነገር ዓበ ምዃኑ እዩ ዝምህር ስለዚ ዘለካ ነገር ከይፈለጥካ ነቲ ኣብ ደገ ዘሎ ሓይሊ ክትስዕሮ ይትኽእል ኒኻ መጀመርያ እንታይ እዩ ዘለካ ኢኻ ክትፈልጥ ዘለካ ሃዋርያ ዮሃንስ ኣብ ቀዳማይ መልእኽቲ ዮሃንስ ራብዓይ ምዕራፍ ቁፅሪ ኣርባዕተ ነቶም ናይ ሓድሽ ኪዳን ኣመንቲ ክዛረቦም ከሎ እንታይ ኢልዎ ካብቲ ኣብ ዓለም ዘሎ እቲ ኣባኻትኩም ዘሎ ዝዓብይ ስለ ዝኾነ ንስኻትኩም ስዒርኩሞ ኣለኹም ኢልዎ ስለዚ መጽሓፍ ቅዱስ ኣባና ዘሎ መን ምዃኑ ዝዓበየ ምዃኑን ክንርዳእ ዝደሊ ኣባይ ዘሎ መንፈስ ቅዱስ ኣባኺ ዘሎ መንፈስ ቅዱስ ኣባኻ ዘሎ መንፈስ ቅዱስ እቲ ኣባኻትኩም ዘሎ ይዓቢ ኢሉ በርኪ መጽሓፍ ቅዱስ ብግልፂ ነጊርና ኣሎ ኣባና መንፈስ ቅዱስ ሓዲሩ ከም ዘሎ ኣብ ቀዳማይ ቆሮንቶስ ሳልሳይ ምዕራፍ ቁፅሪ 16 ከምኡ እዩ ዝብል ቤተ መቅደስ ኣምላኽ ምዃንኩምን መንፈስ ኣምላኽ ኣባኻትኩም ሓዲሩ ሓዲሩ ምህላው እንዶ ኣይትፈልጡን ዲኹም እቲ ምፍላጥ ክሳብ ክንደይ ኣገዳሲ ምዃኑ ኣብዚ ክንግንዘቦ ንኽእል ኢና ጳውሎስ ንበዓል ንሰብ ቆሮንጦሲ ኣይትፈልጡን ዲኹም የፍልጦም እዩ ዘሎ ማለት ካብቲ ኣብ ዙርያናን ኣብ ከባቢናን ዘሎ ቻሌንጅ ዝተላዕለ እሱ ዓብዪ ክረኣየና ይኽእል እቲ ኣብ ዙርያና ኣብ ከባቢና ዘሎ ፀገማትን ሽግራትን ዓብዪ ክረኣየና ይኽእል ሰይጣን ብዙሕ ግዜ ነቲ ናትና ጸገማት እዩ ክንዲ ጎቦ ገይሩ ዘርእየና ዓብዪ ገይሩ ዘርእየና ነቲ ኣባና ዘሎ ዓብዪ ኣምላኽ ኢና ክንሪኦ ዘለና ነቲ ኣባና ዘሎ ዓብ ኣምላኽ እንድሕር ተረዲእና ካልእ ደቂቑ ክረኣየና እዩ እቲ ኣባና ዘሎ እዩ ዓብዪ ቤተ መቕደስ ኣምላኽ ምዃንኩምን መንፈስ ኣምላኽ ኣባኻትኩም ሓዲሩ ምህላውን ዶ ኣይትፈልጡን ኢኹም ኢልዎም ስለዚ በይንና ኣይኮናን ማለት በይንኹም ከም ዝኾንኩም ዓይነት ክትሓስቡ ከለኹም እዮም ኩሉ ግዜ ትሰዓሩ ዙርያኹም ድስዕረኩም፣ ከባቢኹም ድስዕረኩም፣ ናይ ሰይጣን ድምጽታት ድስዕረኩም፣ ናይ ስጋ ድምጽታት ከዕብልለኩም ድጅምር፣ ዘፍርሕ ዘጨንቕ ነገራት ከዕብልለኩም ዝጅምር በይንና ከም ዝኾንና ክንሓስብ ከለና እዩ። ግን በይንኻ ኣይኮንክን፣ በይንኻ ኣይኮንካ፣ በይነይ ኣይኮንኩ እቲ ኣባይ ዘሎ ዓብዪ እቲ ኣባኻ ዘሎ ዓብዪ እቲ ኣባኺ ዘሎ ዓብዪ እዚ ብርሃን እዚ ግን ናይ ሓቂ ኣብ ህይወትና ብመንፈስ ቅዱስ ሓይሊ ክግለጽ ግቦ እዩ ካብቲ ኣብ ዓለም ዘሎ ኣብ ዓለም መን እዩ ዘሎ ዲያብሎስ እዩ ዘሎ ኣምላኽ ዝዓለም እዚኣ ኢልዎ ነዚ ዓለም እዚኣ ዘመሓድር ማለት ነቲ ናይ ሓጢኣት ሲስተም ናይ ክፍኣት ሲስተም ዘመሓድር ብድሕሪ መጋረጃ ኮይኑ ዲያብሎስ እዩ ንሱ ሓለቓ ስልጣን ኣየር ኢልዎ ኣሎ ኣብ ኤፌሶን ካልኣይ ምዕራፍ እውን ስለዚ እቲ ዘፈራርሐ እቲ ዘጨንቕ ነገር መበገሲኡ ካብ ደጌታት ሲኦል እዩ ማለት ዝፃባኣና ንህይወትና ሰላምና ዘይደሊ ዕረፍትና ዘይደሊ ሓጎስና ዘይደሊ በረከትና ዘይደሊ ድፃባእ ሓይሊ ኣሎ ኣብ ዓለም ዘሎ መን እዩ? ዲያብሎስ እዩ። ኣባና ዘሎ ኣባይ ዘሎ ኣባኺ ዘሎ ኣባኻ ዘሎ ከዓ መንፈስ ቅዱስ እዩ ስለዚ ንሱ ይዓቢ ካብቲ ኣብ ዓለም ዘሎ እቲ ኣባኻትኩም ዘሎ ዝዓቢ ስለ ዝኾነ ውፅኢቱ ስለዚ ንስኻትኩም መን ንሕና ኣነ ንስኻ ንስኺ ንስኻትኩም ስዕርኩም ኣለኹም ክትስዕርዎ ኢኹም ኣይኮነን ዝብል ኦሬድ ተሰዕረ ክትስዕርዎ ኢኹም ኣይኮነን ዝብል ዘሎ ስዒርኩሞ ኢኹም ሕጂ ምርዳእ ጥራይ እዩ ዘድልየና ማለት ናይቲ ቃል ብርሃን ምርዳእ ጥራይ እዩ ዘለና ማለት ነቲ ቃል ድማ ከምቲ ዘለዎ ምቕባሉ ምእማኑ እዩ ዘድልየና ብርሃን ናይቲ ቃል ኣብ ህይወትና ክሳዕ ዝግለጽ ንቲ ቃል ምስትንታን ምስልሳል እዩ ዘድልየና ብመንፈስ ኣብ ውሽጥና ክሳብ ዝሓብር ናይቲ ቃል ሓይሊ ከነስተንትኖ ይግባኣና እዩ ትቃል እቲ ኣብይ ዘሎ እዩ ዓብይ ኢልኩም ንትቃል ኣስተንትኑ ንዚ መፅሓፍ ሕጊ ለይትን መዓልትን ኣስተንትኖ እምበር ካብ ኣፍካ ኣይትፍለዮ ዝበሎ ንእያሱ ንዚ ንምንታይ ዝዋግእዎ ሓይልታት ኣብ ቅድሚኡ ነይሮም እዮም ነዚ መፅሓፍ ሕጊ ለይትን መዓልትን እንድሕር ኣስተንቲንካዮ ግን ኣብ ቅድሚኻ ደው ዝብል ሰብ የለን እዩ ሰላሳን ሓደን ነገስታት ናብቲ ዝተባህለሉ ናይ ተስፋ ምድሪ ንኸይኣቱ በብታራ ክዋግእዎ ከለዉ ግን ቃሉ እናስተንተነ ስለ ዝተበገሰ ቃሉ እናተዛረበ ቃሉ እናኣወጀ ስለ ዝተበገሰ ኣብ ኣፍካ ይኹን ትቃል ማለት እኮ ተዛረቦ ማለት ስለ ተበገሰ ማንም ሓይሊ ኣብ ቅድሚኡ ጠጠው ክብል ኣይክእልን። ሰላሳን ሓደን ነገስታት ስዒሩ ናብ ተስፋ ምድሪ ኣትዩ። ስለ ተስፋኹም ከይትወርሱ እግዚኣብሔር ዝረኣየልኩም እግዚኣብሔር ዝመደበልኩም እግዚኣብሔር ዝበለልኩም ነገር ከይትወርሱ ዘፋራርሓኩም ኣይትኣቱን ኢኻ ኣይትሓልፍን ኢኻ ኣይትሰግርን ኢኻ እናበለ ዝዋግኣኩም ኩሉ ናይ ጸልማት ናይ ድያብሎስ ናይ ኣጋንንቲ ሓይልታት ኩሉ ስዒርኩምሉ እትኾዱ ስልጣን ናይ ቃሉ እዩ ኣባኻ ዘሎ ዝዓቢ ከም ዝኾነ ምስ ተረድኣ ንስኻትኩም ስዒርኩሞ ኣለኹም ናይ ዓወትና ምስጢር እዩ ማለት ናይ ዓወትና ምስጢር እዩ እዚ ብርሃን እዚ ምርዳእ ስለዚ እዩ ሃዋርያ ዮሃንስ እውን ኣብቲ ቀዳማ ዮሃንስ ሓምሻይ ምዕራፍ ቁፅሪ ሓሙሽተ እውን ተርኢና ካብ ኣምላኽ ዝተወልደ ዘበለ ይብል ብክርስቶስ የሱስ ኣሚኑ ካብ ኣምላኽ ዝተወልደ ካብ ኣምላኽ ዝተወልደ ዘበለ ንሱ ንዓለም ይስዕራ ይብል እታ ንዓለም እንስዕረላ ስዕረት ከዓ ንሳ እምነትና እዩ ዋው ካብ ኣምላኽ ዝተወልደ ዘበለ ንዓለም ይስዕር እዩ ንዓለም ይስዕር ክብል ከሎ ነቲ ኣብ ዓለም ዘሎ ክፍኣት ነቲ ኣብ ዓለም ዘሎ ሓጢኣት ነቲ ኣብ ዓለም ዘሎ ጸልማት ነቲ ኣብ ዓለም ዘሎ ናይ ዲያብሎስ ናይ ኣጋንንቲ ኣሰራርሓ ነቲ ኣብ ዓለም ዘሎ ናይ ጥንቆላ ናይ ጸልማት ኣሰራርሓ ንቲ ኣብ ዓለም ዘሎ ዘፍርሕ ዘጨንቕ ኣጋንንታዊ ኣሰራርሓ ንዕኡ እንታይ ይገብሮ ይስዕሮ ይስዕሮ መን ካብ ኣምላኽ ዝተወልደ ሃለሉያ ካብ ኣምላኽ ዝተወልደ ዘበለ ንዓለም ይስዕራ እዩ ስለዚ ዝስዕረኩም ነገር የለን ማለት ኣብ ዓለም ዝተፈላለየ ዘናውፅን ዘፍርሕን ዘጨንቕን ነገራት በብመዓልቱ ዝቀያየር ኣሎ ኣብቲ ህይወትናን ኣብቲ መገድታትናን እውን ዝመጽእ ኣብ ቤትና ኣብ ስርሓና ኣብ ናብራና ኣብ ምእታውን ኣብ ምውፃና ኣብ ቤተሰብና ኣብ ደቅና ተፈላለየ ውግኣት ኣሎ ልዕሊ እዞም ኩሎም ጸብለል ዘብለና ግና እዚ ብርሃን እዚ ክንርድኦ ከለና ካብ ኣምላኽ ዝተወልደ ዘበለ ንዓለም ይስዕራ እታ ንዓለም ንስዕረላ ስዕረት ከዓ ንሳ እምነትና እምነት ማለት ድማ ኣብ እግዚኣብሄር ምድጋፍ ማለት እምነት ማለት ኣብ እግዚኣብሔር ምድጋፍ ማለት በይነይ ኣይኮንኩን ኣምላኽ ምሳይ ኣሎ መንፈስ ቅዱስ ምሳይ ኣሎ ስለዚ ድስዕረኒ ሓይሊ የለን ኢልካ ኣብ እግዚኣብሔር ክድገፍ ከለኻ ማለት እዩ እምነት ማለት ኣብ እግዚኣብሔር ሙሉእ ብምሉእ ምድጋፍ ማለት ኣብ ናትካ ክእለት ኣብ ናትካ ብቕዓት ኣብ ናትካ ስራሕ ኣብ ናትካ ገንዘብ ኣብ ናትካ ኣለኒ ትብሎ ትቆፅሮ ነገር ዘይኮነሲ ኣብ እግዚኣብሔር ክትድገፍ ከለካ ማለት እዩ እምነት ክብሪ ንጎይታ ይኹን ስለዚ ኣባና ዘሎ ይዓቢ ምክንያቱ መንፈስ ቅዱስ እዩ ኣባና ዘሎ ንሕና ቤተ መቅደስ ኣምላኽ ኢና ማሓደር መንፈስ ቅዱስ ኮይና ኣለና መንፈስ ቅዱስ ድማ ናይ ትንሳኤ መንፈስ ይብና ሞት ኣጽኒዑ ክሕዞ ዘይክእል ሓይልታት ጸልማት ክስዕርዎ ዘይክእሉ ኣብ ልዕሊ ኩሉ ስልጣን ዘለዎ እዩ ስለዚ ኣምላኽ ምሳና ኣሎ ክብር ንእግዚኣብሔር ይኹን ክርስቶስ ኣባይ ኣሎ ኣባና ዘሎ ኢና መጀመርያ ክኾን ፈልጥ ክርስቶስ ኣበይ ኣሎ ክርስቶስ ኣበይ ኣሎ ኣባና ዘሎ መን እዩ ክርስቶስ እዩ ኣባና ዘሎ ኣብ ቆለሴ ካልኣይ ምዕራፍ ቁፅሪ ዓሰርተ እንታይ እዩ ዝብለና ቆለሴ ካልኣይ ምዕራፍ ቁፅሪ ዓሰርተ ንሱ ርእሲ ኩሎም ሕልቅነትን ስልጣንን እዩ መን ክርስቶስ ንሱ ርእሲ ኩሎም ሕልቅነትን ስልጣንን እዩ ንስኻትኩም ድማ ብእኡ ተመሊእኹም ኣለኹም ይብል ሃለሉያ ብውየ ተመሊኦ ዘለኹ ብመን ብክርስቶስ ክርስቶስ ከ እንታይ እዩ ርእሲ ኩሎም ሕልቅነትን ስልጣናት ማይ ጋድ ማይ ጋድ ማይ ጋድ ማይ ጋድ ራይ ርእሲ ኩሎም እዩ ሓለቆኦም እዩ ጎይሶኦም እዩ ንዕኡ ዘይግዛእ ሓይሊ ጸልማት ሓይል ዲያብሎስ ሓይል ኣጋንንቲ የለን ንዕኡ ዘይግዛእ ፍጥረት የለን ንሱ ርእሲ ኩሎም ሕልቅነትን ስልጣናትን ስለዚ ኣብ መንፈሳዊ ዓለም ይኹን ኣብዚ ግኡዝ ዓለም ስልጣን ኣለና ጉልበት ኣለና ሓይሊ ኣለና ዝብሉ ሓይልታት እንተለዉ ንሱ ግን መን ክርስቶስ ርእሲ ኩሎም እዩ ሓለቆኦም እዩ ጎይቶኦም እዩ ይብለና ኣሎ ዋው ንስኻትኩም ድማ ይብላላች ብኡ ብመን ብክርስቶስ እንታይ ተመሊእኹም ኣለኹም ዋው ተመሊእናዮ ዘለና መን ምዃኑ ክንፈልጥ ኣለና ብክርስቶስ ተመሊእኺ ኢኺ ብክርስቶስ ተመሊእኻ ኢኻ ብክርስቶስ ተመሊእ ንሱ ድማ ድስዕሮ የለን ንምንታይ ርእሲ ኩሎም ሕልቅነትን ስልጣናትን ኣቐድም ኣቢሉ ብዘሎ ምልኣት መለኮት ብስጋ ኣብኡ ሓሪሩ ኣሎ ኢሉ ንሱ መለኮት እዩ ኣምላኽ እዩ ፈጣሪ እዩ ማዕረ እግዚኣብሔር ኣቦኑ መንፈስ ቅዱስን እዩ እብል ኣሎ ንክርስቶስ ብዘሎ ምልኣት መለኮት ኣብኡ ብስጋ ሓዲርዎ እዩ ኣምላኽ እዩ ፈጣሪ እዩ መን ክርስቶስ ስለዚ ንሱ ኢሉ ርእሲ ኩሎም ሕልቅነትን ስልጣንን እዩ ምስ በለ ንስኻትኩም ድማ ብኡ እንታይ ተመሊእኹም ኣለኹም ብክርስቶስ ተመሊእ ኣለኹ በቲ ሓይሊ ሞት ሓይሊ ድያብሎስ ሓይሊ ጸልማት ድሰዓረ ክርስቶስ የሱስ ብኡ እየ ተመሊኤ ዘለኹ ምኽንያት ሰዓርቲ ዝገብረና ነዚ እዩ ዝተቐበልናዮን ዝተመላእናዮን ብትኽክል መገዲ እንድሕር ተረዲእና ኣብ ልዕሊ ኩነታትና ጸብለል ክንብል ኢና ንጅምር ኣባይ ዘሎ ይዓቢ ስለዚ ኣባና መንፈስ ቅዱስ ኣሎ ክርስቶስ ኣሎ ስለዚ እዩ ኣባኻትኩም ዘሎ ይዓቢ ኢሉ ነቲ ኣባና ዘሎ ዘፍልጠና ዘሎ ካልእ ኣቦ ኣባና ኣሎ እግዚኣብሔር ኣቦ ኣባና ኣሎ ኣብ ወንጌል ዮሃንስ ምዕራፍ 14 ቁፅሪ 23 ናይ እግዚኣብሔር ቃል እንታይ እዩ ዝብል ቃለይ ዝሕሉ እንተሎ ዘፍቅረኒ እንተሎ ቃለይ ይሕሉ ምስ በለ ጎይታ እዩ ዛረብ ዘሎ ዘፍቅረኒ እንተሎ ቃለይ ይሕሉ ኣቦይ ከዓ የፍቅሮ እዩ ናብኡ ንመፅእ ኣብኡ ድማ ማሕደር ንገብር ኢሉ ዘፍቅረኒ እንተሎ ቃለይ ይሕሉ ኣቦይ ከዓ የፍቁሮ ናብኡ ንመፅእ ኣብኡ ድማ ማሕደር ንገብር ስለዚ ንሕና ናይ እግዚኣብሔር ኣቦ ማሕደር እውን ኮይና ኢና ናይ መንፈስ ቅዱስ ማሕደር ጥራይ ዘይኮነ ናይ ክርስቶስ ማሕደር ጥራይ ዘይኮነ ናይ እግዚኣብሔር ኣቦ ማሕደር እውን ኮይና ኢና ብካልእ ኣዘራርባ ናይ ስላሴ ማሕደር ኮይና ኢና ናይ ስላሴ መሓደር ኮይና ኢና ባራ ከሳዕ ክንድዚ እንድሕር ኮይና በይንና ኣይኮናና ምስኪን ኣይኮንክን ተደንግፅ ኣይኮንካን በይንኻ ኣይኮንካን በይንኺ ኣይኮንክን ኣብ ውሽጥና ዘሎ ዓቢ እዩ ንሕና ማሕደር መንፈስ ቅዱስ ኮይና ኢና ንሕና ማሕደር ክርስቶስ ኮይና ኢና ንሕና ማሕደር እግዚኣብሔር ኣቦ ኮይና ኢና ቤተ መቅደስ ኣምላክ ኮንኩም ኢኹም ዝብል ንዚ እዩ ናይ ኣምላክ ቤተ መቅደስ ኮንኩም ኢኹም ዝብል እኮ ነዚ እዩ ስለዚ ተመሊእናዮ ዘለና ኣብ ውሽጥና ዘሎ ብትኽክል መገዲ ክንርድኦ ኣብ ደገ መን ኣሎ ይኮን ኣብ ውሽጥኻ መን ከም ዘሎ ኢኻ ኣቐዲምካ ትፈልጥ ዘሎ ኣብ ደገ እንታይ የጋጥመካ ኣሎ ኣይኮነን ኣብ ውሽጥኻ መን እዩ ዘሎ ክድግፈካ ከበርትዓካ ክረድዓካ ሓይሊ ክበካ ክመርሓካ ክዛረበካ ከሳግረካ ኣብ ውሽጥኻ ዘሎ መን ምዃኑ ምርዳእ ኣዝዩ ኣገዳሲ እዩ ስለዚ ኣቓልቦና ኣብ ደገ ኣይኮነን ክኸውን ዘለዎ ኣቓልቦና ኣብ ውሽጢ ክኸውን ዘለዎ ኣብ ውሽጥና ዘሎ ስለ ዝዓቢ ኣብ ውሽጥና ዘሎ ስለ ዝዓቢ ባራይ ቃሉ ኣብ ውሽጥና ኣሎ ቃል እግዚኣብሔር ድማ ሓይሊ ዝተመልአ እዩ ቃል እግዚኣብሔር ድማ ህይወት ዝተመልአ እዩ ኣብ ቆሎሴ ሳልሳይ ምዕራፍ ቁፅሪ 16 እንታይ እዩ ዝብል ቃል ክርስቶስ ብኩሉ ጥበብ መሊኡ ይሕብርኩም ነዚ እዩ ቃል ኣምላክ ክመልኣና ዘሎ ቃሉ ፀፅበ ዓብ ህይወትና ክመልኦ ዘሎ ክመልኣና ዘለዎ ጭንቀት ኣይኮነ ክመልኣና ዘለዎ ፍርሓት ኣይኮነ ክመልኣና ዘለዎ ምጥርጣር ኣይኮነ ክመልኣና ዘለዎ ዘይምእማን ኣይኮነ ክመልኣና ዘለዎ ወረ ኣይኮነን ክመልኣና ዘለዎ ቃል እግዚኣብሔር እዩ ንህይወትኩም ብምንታይ ትመልእዎ ኣለኹ ንውሽጥኹም ብምንታይ ትመልእዎ ኣለኹ ንእምሮኹም ብምንታይ ትመልእዎ ኣለኹ እቲ ተመልዓኻ ኢኻ ትነብሮ እቲ ተመላእኻዮ ኢኻ ትገልጾ እቲ ተመላእኻዮ ኢኻ ትኾኖ ስለዚ ከም ኣመንቲ መጠን ኣብ ህይወትና ሓደ ዝዓበየ ሓላፍነት ዘለና እንታይ እዩ እንድሕር ኢልና ዕውት ህይወት ምእንቲ ክንነብር ቃሉ ምምላእ ቃል ክርስቶስ ብኩሉ ጥበብ መሊኡ ይሕደርኩም ቃሉ እዩ ንእግዚኣብሔር ኣቦ ዘፍልጠና ቃል እዩ ንክርስቶስ ዘፍልጠና ቃል እዩ ንመንፈስ ቅዱስ ዘፍልጠና ቃል እዩ ዝተዋህበና ዘበለ ዘፍልጠና በዘይ ቃሉን ኣምላክ ክትፈልጥዎ ይትኽእሉን ኢኹም ኣምላኽ ከም ዘሎ ዝነገረና ቃሉ እዩ። ኣምላኽ እንታይ ከም ዝመስል ዝነገረና ቃሉ እዩ። ኣምላኽ መደቡ ዕላምኡ እንታይ እዩ ዝነገረና ቃሉ እዩ። ናይ ኣምላኽ ፍቓድ ዘፍለጠና ቃሉ እዩ። ስለዚ በዘይ ቃል ኣምላኽ ንዕኡ ክንፈልጦ ይንኽእልን ኢና። ስለዚ እዩ ቃል ክርስቶስ ብኹሉ ጥበብ መሊኡ ይሕደርኩም ቃሉ ዘለዎ ወለዶ ሓያል ወለዶ እዩ ቃል እግዚኣብሔር ዘለዎ ሰብ ሓያል ሰብ እዩ ንምንታይ ኣብ ቃሉ ህይወት ኣሎ ኣብ ቃሉ ብርሃን ኣሎ ኣብ ቃሉ ደስታ ኣሎ ኣብ ቃሉ ሰላም ኣሎ ኣብ ቃሉ ዕረፍቲ ኣሎ ክብር ንእግዚኣብሔር ይኹን ስለዚ ቃሉ ኣብ ውሽጥና ብዝመላእናዮ ቁጽሪ ብዝመላእናዮ ቁጽሪ ሓይሊ እግዚኣብሔር ክብሪ እግዚኣብሔር ህልውና እግዚኣብሔር ብርሃን እግዚኣብሔር ክብሪ እግዚኣብሔር ቅብኣት እግዚኣብሔር ኣብ ውሽጥና ብምልኣት ክንቀሳቀስ ይጅምር ንምንታይ ቃል ኣምላኽ ኣብርሆት ስለ ዝህብ ብርሃን ስለ ዝህብ ክብሪ ንእግዚኣብሔር ይኹን እምበኣር ሎሚ እግዚኣብሄር ብናይ ቃሉ መንፈስ፣ ብናይ ቃሉ ሓይሊ፣ ብናይ ቃሉ ክብሪ፣ ብናይ ቃሉ ቅብኣት ይምልኣኹም። ይምልኣኹም። ክንጽሊ ኢና። ክብሪ ንእግዚኣብሄር ይኹን። ሎሚ እግዚኣብሄር ቃሉ ተዛሪብና ኣሎ። ቴንክ ዩ ሎርድ ነመስግነካ ኣለና። ሽምካ ብሩኽ ይኹን። ሎሚ እውን ከም ወትሩ ቃልካ ናብ ህይወትና ስለ ዝለኣካዮ ቃሉ ናብ ያዕቆብ ለኣኸ፣ እዚ ድማ ኣብ እስራኤል ወደቀ ተባሂሉ ከም ተጸሓፈ፣ ቃልካ ናባና ስለ ዝመጸ ነመስግነካ ኣለና። ብጎይታ ብኢየሱስ ክርስቶስ ናዝራዊ ሽም እጽሊ ኣሎ። ንዝደኸመ ሓይሊ፣ ንዝወደቀ ድማ ትንሳኤ ክኾነሉ ይጽልሉ። ነብሶም ኣእምሮኦም ብፍርሓት ብጭንቀት ዝተኣስሩ ዘበሉ ብኢየሱስ ክርስቶስ ስም ካብ ናይ ቃልካ ስልጣን ክፍትሑ ይጽልሉ ብጎይታ ብኢየሱስ ክርስቶስ ስም ናይ ልዑል ናይ እግዚኣብሔር መንፈስ ኣብ ህይወቶም ብሓይሊ ይንቀሳቀስ ፈውሲ ንዘልዮ ፈውሲ ይኹነሉ። ተኣምራት ንዘልዮ ተኣምራት ይኹነሉ። ሰላም ንዘልዮ ሰላም ይኹነሉ። ዕረፍቲ ንዘልዮ ዕረፍቲ ይኹነሉ። ዘናውፅ ዘጨንቕ ድምፅታት ናይ ዲያብሎስ ናይ ፀልማት ናይ ኣጋንንቲ ብኢየሱስ ክርስቶስ ስም የፍርሶ ኣለኹ ዝፈረሰ እዩ ንህይወቶም ዘጨንቕ ንነፍሶም ዝዓስር ዲፕሬሽን ዘበለ ጸቀት ዘበለ ብኢየሱስ ክርስቶስ ስም ክልዓል እጽሊ ኣለኹ ስውር ዓዳው ንነብሶም ዘሳቅን ዘሰራጥን ዘበለ ኣጋንንታዊ ተጽዕኖ ብጎይታ ብኢየሱስ ስም ይነቀል ጸልማት ዘበለ ካብ ኣእምሮኦም ክግፈፍ እጽልሉ። ኣብ ልቦም ኣብ መንፈሶም ብርሃን ክርስቶስ የብርህ። ኣብ ቤቶም ብርሃን እቶ ብጎይታ ብኢየሱስ ስም ሰይጣን ዝዓረደሉ ዘበለ ዕርድታት የፍርሰሉ። ካብ ናይ ቃልካ ብርሃን ተላዕለ። ካብ ህይወቶም ካብ ቤቶም ካብ ሓዳሮም ካብ ደቆም ካብ ቤተሰቦም ካብ ዘርእዘሮም ካብ ምእታዎም ካብ ምውፆም ካብ ስርሖም ብኢየሱስ ክርስቶስ ስም ኩሉ ኣጋንንታዊ ስራሕ የፍርሰሉ ዘጨንቕ ዘበለ ናይ ጸልማት ናይ ዲያብሎስ ተጽዕኖ ይሰብረ ኣለኹ ብኢየሱስ ክርስቶስ ስም ዝተሰብረ እዩ ኣብ ህይወቶም ናጽነት ይኹን ኣብ ህይወቶም ምንጋፍ ይኹን፣ ኣብ ህይወቶም ፈውሲ ይኹን፣ ኣብ ህይወቶም ሓርነት ይኹን፣ ናይ ኣምላኽ ደስታን ሰላምን ድማ ይውረሶም ብኢየሱስ ክርስቶስ ያው ስም ኣሜን ኣሜን ኣሜን። ጎይታ ይባርኩም ናይ ሎሚ መልእኽትና ኣብዚ ወዲእና ኣለና ከም ወትሩ በዚ ሰሙናዊ መልእኽቲ ትባረኹ እንድሕር ኣለኹም ላይክ ግበሩ እቲ ዩቱብ መመሊሱ ከርእዮ ሳብስክራይብ ዘይገበርና ሳብስክራይብ ጌርና ነዚ ናይ ወንጌል ቻናል ነዕብዮ እዚ መልእኽቲ ናብ ብዙሓት ሰባት ክበጽሕ ብዙሓት ሰባት ድማ ምእንቲ ክባረኹሉ ድማ ሸር ንግበሮ ኢና ጒይታ ይባርኩም ብሩኻት እዩ